ሰላምን ጥዕናን ንኹሉኹም ተኸታተልተይ ይኹን እንዳበልኩ ናብ ናይ ለማዓንቲ መደበይ ክኣቱ ኣብ ናይ ለማዓንቲ መደበይ ከምቲ ልሙድ ንዓኹም ይጠቅም እዩ ኢለ ዝሓሰብክዎ መደብ ሒዘልኩም መጽየ ኣለኹ ናይ ለማዓንቲ መደበይ ዘልዕሎ ሰለስተ ኣገደስቲ ሓሳባት እዩ እዞም ሰለስተ ኣገደስቲ ሓሳባት ኣብ እዋን ጾታዊ ርክብ ደቂ ተባዕትዮ ካብ ደቂ ኣንስትዮ ዝደልይዎ ሰለስተ ሓሳባት እዮም ኣብዝሓ ደቂ ተባዕትዮ ነዚ ነገር እዚ የስተውዕልዎ እዮም፣ ኰይኑ ግና ደቂ ኣንስትዮ ነዚ ነገር እዚ ክትርድኦኦም ብዘይምኽኣልክን ጥራሕ ናይ ጾታዊ ርክብ ህይወትኩም ድኽም ዝበለ ይዀን ስለ ዘሎ፣ ነዚ ጸገም ንምፍታሕ ተባሂሉ እዩ ድማ ነዚ መደብ ኣዳልየልኩም ዘለኹ። ፈለማ ነዚ ቻነል ሓደሽቲ ዝዀንኩም ሳብስክራይብ ብምግባርን ናይ ደውል ምልክት ብምንካእን ዝተፈላለዩ ናይ ፆታዊ ርክብ፣ ናይ ጥዕና ከምኡ እውን ናይ ሓዳር ህይወት ኢንፎርሜሽን ትረኽብሉ ቻነል ስድራ ንክትኮኑ ብኽብሪ ይሓትት። ከምቲ ልሙድ መደብና ናብ ብዙሓት በፂሑ ትምህርቲ ንክወስድሉ ላይክ ጌርኩም ጀምርዎ። ኣባና ብዘሎ ናይ ህይወት ሲስተም ናይ ገዛ ስራሕ ዝሰርሕኦ ደቂ ኣንስትዮ ከም ዝኾና ይፍለጥ እዩ፣ ከምኡ እውን ጾታዊ ርክብ ኣብዝሓ ግዘ ንፍጽመሉ ሰዓት ኣብ ምሸት ከባቢ ምዃኑ ዝፍለጥ እዩ። ደቂ ኣንስትዮ ብዘይምፍላጥን ብድኻምን ከይፈለጣ ዝዘለኦ፣ ብሰንኪ እዚ ድማ ናይ ደቂ ተባዕትዮ ናይ ጾታዊ ርክብ ስምዒትን ድሌትን እንዳቐነሰ ዝመጸሉ እቲ ቀዳማይ ምኽንያት እንታይ እዩ? ደቂ ኣንስትዮ ናይ ጾታዊ ርክብ ስምዒተን ባዕለን ኢኒሼት ዘይምግባረን እዩ። ነዚ ክብል እንከለኹ ብብዙሕ ኣንግል ክንሪኦ ንኽእል ኢና። ንኣብነት ካብ ወግዒ ካብ ዕላል ጀሚሩ ምሸት ናብ ዓራት ኣብ ትኸድሉ እዋን እታ ጓል ኣንስተይቲ ተንጸርጽር፣ ትኹሪ ወይ ከኣ ካሊእት ስራሕ ትሰርሕ እንተኾይና ዋላ እውን ኮፍ ኢላ ቲቪ ትርኢ እንተ ኾይና፣ ከምኡ እውን ኣብ ምሸት ቡን ተፍልሕ እንተ ኾይና፣ እቲ ወዲ ናብ መደቀሲ ክፍሊ ኣትዩ ብዙሕ ግዘ ዝጽበያ እንተ ኾይኑ፣ ንነብሳ ናብ ጾታዊ ርክብ ኢኒሼት ዘይትገብር እንተ ኾይና፣ ድሌት ከም ዘይብላ ብምሕሳብ ደቂ ተባዕትዮ ናብ ካሊእ ቦታ ብምኻድ ጾታዊ ርክብ ንኽፍጽሙ ክተግድድኦም ትኽእላ ኢኽን። ስለ ዝኾነ ደቂ ኣንስትዮ ኩልሻዕ ንናይ ባዕልኽን ናይ ጾታዊ ርክብ ስምዒት ኢኒሽየት ጌርክን እቲ ወዲ ናብ መደቀሲ ክፍሊ ክኣቱ እንከሎ ሓቢርክን ብምእታው ንጾታዊ ርክብ ዘለዓዕሎም ነገራት ብምግባር ካባኽን ወጻኢ ካሊእ ጓል ኣንስተይቲ ንኸይደልን ንኸይርእይን ክትገብራ ትኽእላ ኢኽን። እቲ ካልኣይ ንሪኦ ሓሳብ ድማ ናብ መደቀሲ ክፍሊ ክትኣትዉ እንከለኹም ክትከደንዎ ዘለኩምን ዘይብልኩምን ክዳን እዩ። ንኣብነት ርጉድ ዝበለ ቱታ፣ ረጎድቲ ክዳውንቲ ኣየድልን። ምኽንያቱ እንታይ እዩ ንሰውነትክን ክነኻኽኡ ክሓሳስዩ ዘየኽእሎም ዓይነት ኣከዳድና ትኽደና እንተኾይንክን ደቂ ተባዕትዮ ከም ድሌቶም ንዝተፈላልዩ ክፋል ሰውነትክን እንዳሓሳሰዩ፣ እንዳነኻኽኡ ተወሳኺ ዕግበት ንኸይህቡኽን ዝገብሩ ኣከዳድናታት ስለዝኾኑ እዩ። ስለዝኾነ ብዝተኻእለክን ዓቕሚ ኣብ ታሕቲ ሕጽር ዝበለ ኣብ ላዕሊ ድማ ጥው መትሐዚ ጥራሕ ብምግባር ቀጻልነት ዘለዎ ኣዕጋባይ ዝኾነ ናይ ጾታዊ ርክብን ናይ ሓዳር ህይወትን ንኽህልወኩም ዝሕግዘኩም እዩ። ደቂ ተባዕትዮ እውን ብተመሳሳሊ ቅልል ዝበለ ቁምጣን ቲሸርትን ጥራሕ ክትገብሩ ኣለኩም። ቅድሚ ጾታዊ ርክብ ኣብ ትሰዓዓሙሉ እዋን ብቐሊሉ ክልቴኹም ስቲሙሌት ንምግባርን ንጾታዊ ርክብ ዘለኩም ድሌት ብዕጽፊ ንምውሳኽ ዝሕግዘኩም ሜላ ስለዝኾነ እዩ። እቲ ሳልሳይን ናይ መወዳእታን ንሪዖ ሓሳብ ድማ ኣብዝሓ ግዘ ንፆታዊ ርክብ ናይ ምሕታትን ኣእሚንካ ናብ ፆታዊ ርክብ ምእታውን ናይ ደቂ ተባዕትዮ ሓላፍነት ከምዝኾነ ይሕሰብ እዩ። ኮይኑ ግና ደቂ ኣንስትዮ ኣብዚ ክትገብርኦ ዘለክን እንታይ እዩ እቲ ወዲ ድሌቱ እንታይ ከም ዝኾነ ምሕታት እዩ። Maybe ንሱ ናብ ጾታዊ ርክብ ምእታው ኣብ ዘይደልየሉ እዋን ናይ ጾታዊ ርክብ ድሌትክን ምግዳፍን፣ ደቂ ኣንስትዮ እውን ብተምሳሳሊ ንጾታዊ ርክብ ድሉዋት ኣብ ዘይኾናሉ እዋን ደቂ ተባዕትዮ እውን ናይ ጾታዊ ርክብ ድሌትኩምን ስምዒትኩምን ክትቅንሱ ኣለኩም። ስለዝኾነ እንታይ ከም ትደልዩ ክትዘራረቡ ክትክእሉ ኣለኩም ንስኺ እንታይ ከም ትደልዪ ነጊርኪ ንሱ ውን ነዚ ነገር ብምግባር ናብ ዕግበት ከብጽሐኪ ዝኽእለሉ መንገዲ ንኽደሊ ክሕብረልኩም ይደሊ ምኽንያቱ እንታይ እዩ ኣብዝሓ ግዘ ብዙሕ ሰብ ዘይርድኦ ነገር ኣብ እዋን ጾታዊ ርክብን ቅድሚ ጾታዊ ርክብን ምዝርራብ ምምይያጥ ብጣዕሚ ኣገዳሲ ከምዝኾነ እዩ ቅድሚ ጾታዊ ርክብ ጾታዊ ርክብ ናይ ምፍጻም ድሌት እንተሃልይኩም ምርድዳእ፣ ኣብ እዋን ጾታዊ ርክብ ድማ እንታይ ከም ዝጎደለ፣ እንታይ ጽቡቕ ጎኒ ከም ዘለዎ፣ እንታይ ክመሓየሽ እንታይከ ብዘለዎ ክቕጽል ከም ዘለዎ ምምይያጥ ብጣዕሚ ኣገዳሲ ነገር እዩ። ምኽንያቱ እንታይ እዩ? ኣብዝሓ ሓዳርን ፍቕርን ካብቶም ዝፈርሰሎም እቲ ቀዳማይ ምኽንያት እንታይ እዩ? ናይ ጾታዊ ርክብ ስምዒት ዘይምምጥጣን ስለ ዝኾነ እዩ። ስለ ዝኾነ እዘን ቅድም ኢለ ዝሓበርኩልኩም ሰለስተ ኣገደስቲ ሓሳባት ብምትግባር ኣዕጋባይ ናይ ጾታዊ ርክብን ናይ ሓዳር ህይወትን ንኽህልወኩም ይምነይ። ነዚ ኢለ ናይ ሎምዓንቲ መደበይ በዚ ክዛዝም። ካብ ናይ ሎምዓንቲ መደበይ ዝኾነ ሓድሽ ነገር ከም ዝሓዝኩም ተስፋ ይገብር። ነዚ ቻነል ሓደሽቲ ዝኾንኩም ሰብስክራይብ ብምግባርን እታ ናይ ደውል ምልክት ብምክኣን ናይ ቻነልና ስድራ ንክትኮኑን ክተተባብዑናን ብክብሪ ይሓትት። መደብና ናብ ብዙሓት በጺሑ ተመህርቲ ንክወስድሉ ላይክ ጌርኩም ጀምርዎ። ሓሳብ ርኢቶኹም ብኮሜንት ሴክሽን ኣብጽሑና። ብኻሊእ መደብ ብኻሊእ ሓሳብ እስካብ ንራኸብ ሰላምን ጥዕናን ንኹላትና። የቐኔለይ።